ኮነ ፍስሃ ወሰላም ኮነ ፍስሃ ወሰላም ብጎይታና ብኣምላኽና ብመድሓኒና ብኢየሱስ ክርስቶስ ፍጹም ሰላም ንዓለም ኩሉ ዘለኹም ኦርቶዶክስ ተዋሂዶ ቤተ ክርስቲያን ኣመንቲ ብመስቀሉ ብትንሳኤኡ ብድሕነት ናይ ኢየሱስ ክርስቶስ ተኣምኑ ኩሉ ኢኹም ደቂ እግዚኣብሔር እንኳዕ ናብ ክልተ ሽሕን ዓሰርተ ሸሞንተን ዓመተ ምህረት በዓለ ትንሳኤኡ ንኢየሱስ ክርስቶስ በዓል ትንሳኤ እንኳዕ ኣብፀሓኩም እንኳዕ ኣብፀሐና እንዳበልኩ ሰናይ ትምኒተይ ኽገልፀልኩም ይፈቱ ትንሳኤ እንትነኽብር እንተለና ትንሳኤ ልቦና ትንሳኤ ህሊና ትንሳኤ ሰላም ትንሳኤ ፍቕሪ ትንሳኤ ሓድነት ትንሳኤ ምትሕዝዛን ትንሳኤ ምርድዳእ ትንሳኤ ምትሕግጋዝ፣ ትንሳኤ ትዕግስቲ ነገራት ብትዕግስቲ ምሕላፍ እዚኦም እዮም ዘካትቱ። ኮታስ ትንሳኤ ክንብል እንተለና ብዙሕ ትንሳኤ ዘድልዮ ኣብ ህይወትና ኣሎ። ትንሳኤ ደቂስካ ነርካ እውን ትትስእ ኢኻ። ደቂስካ ነርካ ብረቢልካ ኢልካ ትትስእ ኢኻ። ከፊልካ ነርካ እውን ትትስእ ኢኻ። ደው ኢልካ ነርካ እውን መንገዲ ምንቅስቃስ ትጅምር ኢኻ። እዚኣቶም ኩሎም እውን ትንሳኤ እዮም። እዚ ናይ ክርስቶስ ኢየሱስ ትንሳኤ ግን ተፈለየ ትንሳኤ እዩ። ኢየሱስ ክርስቶስ ዝትስኦ ዘሎ ትንሳኤኡ ድማ ናይ ባዕለ ኣይኮነን ናህና እዩ ምክንያቱ ክቡራንን ክቡራትን ደቂ እግዚኣብሔር ኣየንተ እግዚኣብሔር መምህራነ ቤተ ክርስቲያን ናይ ኢየሱስ ክርስቶስ ኣመንቲ ዝኾንኩም ኩሌኹም ብሞቱ ብትንሳኤኡ ተኣምኑ ብፈጣሪነቱ ተኣምኑ እንካብ ዘይምንባር ናብ ምንባር ዘምጽእ እግዚኣብሔር ካብ ምንባር ናብ ዘይምንባር ዝሕልፍ ጎይታ ኢየሱስ ክርስቶስ ዝተሰኣሉ ትንሳኤ ኢልኩም ተኽብሩ ብምልእኹም መራሕቲ ሃይማኖት መራሕቲ መንግስቲ መራሕቲ ስድራ መራሕቲ ጉባኤ፣ መራሕቲ ትምህርቲ ቤት ኮታስ ካብ ዝነኣሰ ክስካዕ ዝዓበየ ክንመርሕ ኢሉ ዘቐመጠና ኣብ መሪሕነት ዘለና ብሙሉእና እዚ ትንሳኤ እዚ ይምልከተና። ብሙሉእና። ክርስቶስ ኢየሱስ ዝተሰእ ንዝደቀሱ ሰባት ከትስእ እዩ። ኢየሱስ ክርስቶስ መቓብር ከፊቱ ዝተሰአ ብዓብዪ ድቃስ ንዝደቀሱ ሰባት እዩ። ጐይታ እግዚኣብሔር እዚ ትሳኤ እዚ ትንሳኤ እዙ ኢየሱስ ክርስቶስ ተስኡ እንብሎ እግዚኣብሔር ኣምላኽና ንሓሙሽተ ሽሕን ሓሙሽተ ሚእትን ዘመን እዝኒ እንዳሃለዎም እዝኖም ዝዓፀዉ ኣካላት እንዳሃለዎም ዘይንቀሳቐሱ ጉልበት እንዳሃለዎም ዘይሰርሑ፣ ፍልጠት እንዳሃለዎም ዘየመሓድሩ፣ ኣብ ጸልማት፣ ኣብ መከራ፣ ኣብ ጭንቂ፣ ኣብ ጥምየት፣ ኣብ ተስፋ ምቑራጽ፣ ብድያብሎስ ተረጊጾም፣ ብኣጋንን ተቐጥቂጦም ብመከራ ዝነበረ ህዝቢ፣ እንካብዙ መከራዚዩ ንኸልዕል፣ ኸውጽእ፣ ኸተስእ፣ ከንቀሳቕስ፣ ጎይታ እግዚኣብሔር ኣምላኽና ካብ ሰማየ ሰማያት ወሪዱ፣ ኣብታ ንጽህትን ቅድስትን ክብርትን ልእልትን ዝኾነት ድንግል ማርያም ኣዴና እንካብ ስጋኣ ስጋኣ እንካብ ነብሳ ነብሳ ተዋሂዱ ተወሊዱ ሰላሳን ሰለስተን ዓመት ኣብዚ ኣለም ኣብዚ ምድሪ እዚዩ ንዘልምዑ ብልምዓት ንዝሓርሱ ብሕርሻ ንዝመርሑ ብመሪሕነት ንዝቅድሱ ብውዳሴ ብቅዳሴ ንዝባርኹ ብበረከት እንዳስተምሃረ ብኣካለ ስጋ ናህና ስጋ ለቢሱ እንካብ ህፃንነቱ ከማና ተወሊዱ እንበለ ሃጢኣት ኩሉ መከራ ምፍንቓል፣ ስደት፣ ምጭናቕ፣ ምሕማም፣ ምድካም ኹሉ ፀይሩ ንናይ ሓሙሽተ ሽሕን ሓሙሽተ ሚእትን ዘመን እስር ቤት መከራ ተፅዕኖ ክቕንጥጥን ከልዕልን ኢየሱስ ክርስቶስ ኣብ ቀራንዮ መስቀል ውዒሉልና እዩ። ክብሪ ንስሙ ይኹን ክብሪ ንኣምላክነቱ ይኹን ስለዚ ሕዚ ክልተ ሽን ዓሰርተ ሸሞንተን በዓል ክነኽብር እንተለና ናይ ኣምላኽና ናይ እግዚኣብሔር ቅዱስ ቃል እቲ እውነተኛ እስትንፋሰ እግዚኣብሔር ዝበሃል እቱ መንፈሳዊ መጽሓፍ ዓለም ኩሉ ኣሚንዎ ዘንብቦ መጽሓፍ ቅዱስ እውነት ዝኾነ ክኽለስን ዘይኽእል እውነት ዝኾነ ናይ እግዚኣብሔር ቅዱስ ቃል ቃል ብቃል ካብ እግዚኣብሔር ዝተነገረ ቅዱስ ቃል ዝብሎ መልዓል ገርና ናብ ህይወትና እንዳመጸና ክንርኢ ኢና ህይወትና ምስ ትንሳኤ ከመይ እዩ ክንርኢ ኢና ስለዚ ሉቃስ ወንጌል ምዕራፍ 24 ቁጽሪ ሽዱሽተ ዘሎ መልዓል ገርና ክንርኢ ኢና ሉቃስ ወንጌል ካብቶም ወንጌላውያን ደቀ መዝሙር ዝኾነ ናይ ኢየሱስ ክርስቶስ ኣብ ዝወዓሎ ዝወዓለ ኣብ ዝሓደሮ ዝሓደረ ሃዋርያ ዝኾነ ቅዱስ ሉቃስ ብዓለማዊ ሟይኡ ሓኪም ዝነበረ ንዝሓመሙ ዝሕክም ንዝደንቆሩ ዘንቅሕ ንዘይሓስዉ ክሓስዉ ዝገብር ኢየሱስ ክርስቶስ ዝሃቦ ፍልጠት ኣብዚ ምድሪ እዚውን ዝሰርሕ ነበረ ናይ ኢየሱስ ክርስቶስ ቃል ዝተኸታተለ ኣብ እግሩ ኮይኑ ሃዋርያ ቅዱስ ሉቃስ ምዕራፍ 24 ቁፅሪ ሽዱሽተ ከምዚ ይብል ተንስኣ ኢሃሎ ዝየ ተዘከራ ቃሎ ዘይቤለክን በገሊላ እዚ ታሪኽ እዚዩ እዚ ቃል እዚዩ ሉቃስ ካብ ጎይታ እግዚኣብሔር ተቐቢሉ ብእስትንፋሰ ብእግዚኣብሔር ሓይሊ ዝጸሓፎ ቃል እዩ፣ እውነተኛ ቃል እዩ። ማርያም ማርያምን ማርያም መግደላዊትን ማርያም መግደላዊት ናብቲ መቃብር ኢየሱስ ክርስቶስ ዝተቐበረሉ ከይደን ነረን ወፈርሃ ወኣትሃታ ገጾን ውስተ ምድር ወይቤልወን ምንተ ተሃስሳሁ ለህያው ምስለ ምዉታን ምን ተተሃስሳሁ ለህያው ምስለ ምዉታን ማርያም ታይ ደኣ ትደልያ ኣለኽን ኣብዚ መቃብር ታይ ትገብራ ኣለኽን ምኽንያቱ ካብቶም እስራኤላውያን ኣብታ ናይቲ ዓዶም ታሪኽ ምስ ሞተ ሳልሳይ መዓልቲ ሽቶ ሒዝካ ከድካ ናብ መቃብር ሽቶ ይፈስስ እዩ ስርዓቶም ማርያም በቲ ግዜ ንሱ ምስ መሓዝታ ኮይና ናብ ናይ ኢየሱስ ክርስቶስ ሽቶ ናብ ናይ ኢየሱስ ክርስቶስ መቃብር ሽቶ ክተፍስስ እያ ከይዳ ከምቲ ስርዓት ናይ ዓዲ ከምቲ ባህሊ ናይ ዓዲ በቲ ግዜ ንሱ ኣቀብተ መቃብር ወይን ድማ መላኢት ናይ ኢየሱስ ክርስቶስ መቃብር ኣሃደ ትርጋጸ ኣሃደ ትርኣሰ ብትርኣስን ብትርጋጽ ማለት ብእግሪ ማለት እዩ ብትርኣስ ማለት ድማ ብላዕሊ ማለት እዩ ብርእሱን ብእግሩን ኮይኖም ዝሕልው ዝነበሩ መላኢት ሪኦሞን ዋ እንታይ ትገብራ ኣለኽን ኣትነንስቲ ኢሎሞን እንታይ ክትገብራ ዘለኽን ንምንታይ ኢኽን ነቲ ህያው ምስቶም ምዉታን ትደልዮም ዘለኽን ትደልዮ ዘለኽን? ንሱ እኮ ህያው እዩ። ኣይተዝክራን ዲኽን ኣብ ገሊላ ዝተናገረክን? ኢየሱስ ክርስቶስ ኣብ መስቀል ውዒሉ መቃብር ወሪዱ መቃብር ከፊቱ ከም ዝትስእ ዝተነገረክን ኣይሰማዕኽን ዲኽን? ቀዲመኩም ክሓልፍ እየ ኢሉ ንደቂ መዛሙርቱ ክልእኸሎም እንተሎ ኣይተረዳእኽን እንዲኽን? ነቲ ህያውስ ምስቶም ምዉታን ምስቶም ናይ ምዉታን መቃብር ትደልዮ? ታይ ኢኽን ትኾና ዘለኽን ስማ የለን ተንስኣ ይሃሎ ዝየ ተዘከራ ቃሎ ዘይቤለክን በገሊላ እቶ ኣብ ገሊላ ቦታ ኣብ ናይ ገሊላ ሃገር ኣብ ናይ ገሊላ መንደር ዝነገረክን ቃል ዘክራ ምክንያቱ ሻው ነጊርዎ ነሩ ኢየሱስ ክርስቶስ መቃብር ረጊጽዎ ከም ዘይነብር ኢየሱስ ክርስቶስ ኣብ መቃብር ከም ዘይነብር መቃብር ከፊቱ ከም ዝትስእ ተነጊርዎን ስለ ዝነበረ እዩ ምክንያቱ ኣመሳልስ ወተንስኣ እግዚኣብሔር ከመዘንቃህ እምኖኣም ወከም ሃያሎ ህዳገ ወይን ወቀተለ ጸሮ በድህሬሁ ጸላኣዩ ቀቲሉ ጸላኣዩ ኣሲሩ ነቱ ናይ ጸልማት ሓይሊ ነቱ ናይ ምንቅይነት ሓይሊ ነቱ ናይ ክፍኣት ሓይሊ ኣሲሩ ቀቲሉ ኢየሱስ ክርስቶስ ብርሃን ሒዙ ሓቂ ሒዙ እውነት ሒዙ ህይወት ሒዙ ሰላም ሒዙ ልምዓት ሒዙ ፍቕሪ ሒዙ ክትስእ እዩ ወተንሳ እግዚኣብሔር ልቢ ኣምላክ ዳዊት ዝተናገረ ብነቢያት ዝተነገረ ዶ ተስታውሳን ይኽን ኣብ ገሊላ ዝተነገረክን ደይ ተስታውሳን ኢኽን እንታይ ኣኽን ትገብራ ዘለኽን ነቲ ህያውስ ምስቶም ሙታን ትደልዮ ስማ የለን ተስእየው ዝየለን መቓብር ሃህ ኢለን ይርኸዮኖም ኣብቲ መቃብር ከይደን ትሽቶ ሒዘን እቲ መቃብር ተኸፊቱ እቲ መቃብር ሃሂሉ ይረኺብኖ ስለዚ ናበይ ይኸይዱ መን ይወሲድዎ ላይብ ድዮም ሰሪቖሞ መን ይኹዒ ተውፅእዎ ኢለን እየን ይጨናነቃ ሪኦም ኣይ ነቲ ህያው ንምንታይ ምስቶም ሙታን ትደልዩ ኣለኽን እስኮ ተሲኡ እዩ ተብ ገሊላ ክስትስእ ምዃኑ ዝተነገረክን ኣይተስተውዕላን ኢኽን ዘክራ ቃሉ ዘክራ ቃሉ ነቱ ትቃሉ ተዘከርኦ ንደሓር ተመለሳ ነቢያት ድማ ክትስእ ዶ ይበልዎን እዮም ነቢያት እኮ ትስእ ኢሎሞ እዮም ስለዚ ልቢ ኣምላክ ዳዊት እግዚኣብሔር ክትስእ እዩ ኣብ ሳልስቲ እለት ኢሉ እዩ ከመዘን እንዲያው ከም ዝደቀሰ ሰብ ይክትስእ ሬሳ ኮይኑ ሓሚሙ ጨንዩ ይኮነን በስቢሶ ይኮነን ዳግም ትንሳኤ ክፅባእ ክትስእ እዩ ኣብ ሳልስቲ ስለዚ ንሱ ተዘከራ ንሱ ርእያ ኢሉ እቶም መላኢት ነገርወን። ምኽንያቱ ንምንታይ? ዋኣታ ንገሩና እንዶ ስኻትኩም ተወሲድኩሞ ወይ ካልኦት ኩዒቶም እንተወሲዶሞ እንዶ በይዛኻትኩም እንዶ ንገሩና ሽቶ እኮ ኢና ሒዝናልኽን መጺና ሽቶ ክንቀቦ ኢና እኮ መጺና ኢለኖ የለን ንሱ ህያው እዩ ምስቶም ምውታን ኣይትድለይኦም ኢሎሞ ስለዚ ክብራንን ክብራትን እዚዩ መልዓል እስቲ ይኹነና እቲ ህያው ምስቶም ምውታን ንምንታይ ትደልዩ ኣለክን እቲ ህያው እውነት ህያዊ እግዚኣብሔር ኣይመውትን ኣይመውትን እግዚኣብሔር ዝመውት ኣይኮነን እግዚኣብሔር ዝሓምም ኣይኮነን እግዚኣብሔር ዝስቀል ኣይኮነን እግዚኣብሔር ዝግረፍ ኣይኮነን እግዚኣብሔር ዝጉተት ኣይኮነን መን ኣብ ቅድሚ ኣንኳይ ክጎቶ መን ኣብ ቅድሚ ክቐውም መን የፍቲ ኣብቱ ኣብቲ ጥቑ ክቐርብ ሙሴ እኮ ኩሉ ርኢኻኒ ኩሉ ነጊርካኒ በይዛኻኒ ሓንቲ መዓልቲ ገጽካ ክርእየካ ኢልዎ እኮ እዩ ሙሴ ነብይ ሙሴ ነቲ ዝኹሉ ሓላፍነት ስልጣን ምስ ሃቦ ንህዝቢ ክመርሕ፣ ኣየ ሙሴ ዓሻ እባእኻ ናይ ኣምላኽካ ገጽ ርኢኻ ከመይ ኢልካ ኣብ ቅድመይ ክትቀውም፣ ናይ ጎይታ ገጽ ርኢኻ ኣብ ቅድሚት ከመይ ኢልካ ክትቀውም፣ እቲ ኣነ ዘርእየካ ዘለኹ እኮ ንዓኻ ብዝምጥነካ እየ ዘርእየካ ዘለኹ፣ ብእሳት እየ ርእየካ፣ ብቁጥቋጥ እየ ርእየካ፣ ብለምለም እየ ርእየካ፣ ብብርሃን እየ ርእየካ፣ ብቲ እስኻ ንዓኻ ዝምጥን እምበር ኣምላኽ ርእዩ ደው ዝብል መን ክትረክብ ኢልዎ። ስለዚ ኣምላኽ ዝመውት ኣይኮነን፣ ህያው እዩ ንሱ ዘለኣለም። ንምንታይ ደኣ እዩሞ ሞይቱ ንብል? ንምንታይ ደኣ እዩናሞ ተገሪፉ ንብል? ንምንታይ ደኣ እዩናሞ ናብ መቓብር ወሪዱ ተገኒዙ ዮሴፍ ኒቀዲሞስ ገኒዞሞ ንብል? ክቡራንን ክቡራትን ኣብዚ ብጣዕሚ ምስትውዓል የድሊ። ምኽንያቱ ናብ ህይወትና ክንወስዶ ኢና ኣብ መጨረሽኡ። ንምንታይ ደኣ ኢና ከምኡ እወ መን እዩ እቲ ዝሞተ? ወልደ እግዚኣብሔር ኢየሱስ ክርስቶስ እዩ። እቲ ስግው ቃል ዝበሃል ቃል ስጋ ኮነ እቲ ስጋ ምሳና ዝተዋሃደ ካባና ተዋሂዱ ዝተወለደ እቲ ስጋ ዝኾነ ኣምላኽ እዩ። እቱ ስጋ ዝኾነ ኢየሱስ ክርስቶስ እዩ ንምንታይ እዩ ስጋ ናይ መን እዩ ካብ መን ካብ መን ተዋሂዱ ንብል ካብ ስጋ ስጋ ካብ ነብሲ ነብስ ካብ ድንግል ማርያም ኢና ንብል ሕዚ ናይ መን እቲ ስጋ ናይ ድንግል ማርያም ስጋ እዩ ንሱማ ቅድሚ ዓለም ብዘየደ ተወሊዱ እዩ ማእከለ ዓለም ድማ ብዘየቦ እዩ ተወሊዱ እቲ ናህና ስጋ እቲ ለቢስዎ ዘሎ ናህና ስጋ ደኣ እምበር መለኮታዊ ኢየሱስ ክርስቶስ ድማ ዝድህሰስ ስጋ የብሉን። ዝድህሰስ ዝግሰስ ስጋ የብሉን። እሱ መለኮታዊ ሓይሊ እዩ ኢየሱስ ክርስቶስ። ንሱ መንፈስ ዝኾነ ሓይሊ እዩ ኢየሱስ ክርስቶስ። መን ደኣ እዩ እቲ ዝግነዝ ዘሎ መን ደኣ እዩ እቲ ዝጉተት ዘሎ መን ደኣ እዩ እቲ ሓሙሽተ ሽዱሽተ ሽሕን ሽዱሽተ ሚእትን ስሳን ሽዱሽተን ተገሪፉ ሰውነቱ ብረት ዘለዎ መግረፍ እንዳተገረፈ ስግኡ እንዳተመንጨተ ደሙ እንዳተንጠብጠበ ኦ እግዚኦ ኣይልፋለ ዛቲ ጽዋዕ ጎይታ እግዚኣብሄር እዛ ጽዋዕ እዚኣ እዛ ከባድ ጽዋዕ እዚኣ ስሕልፋ እንዶ እንዳበለ ዝተጨነቐ ደኣ መን እዩ ኣብዚ ሓደ ዓብዪ ምስጢር ኣሎ ሓሙሽተ ሽሕን ሓሙሽተ ሚእትን ዘመን ዝወደቐ ስጋ ኣሎ ዝረስሐ ስጋ ኣሎ ዝቆሸሸ ስጋ ኣሎ ሓጢኣት ዝበዝሖ ስጋ ኣሎ ዝተኣሰረ ስጋ ኣሎ ዘይንቀሳቐስ ሙት ዝኾነ ስጋ ኣሎ ናይ መን ናይ ኣዳም ካብ ኣዳም ዝተወለዱ ብምልኦም ሓሙሽተ ሽሕን ሓሙሽተ ሚእትን ዘመን ጻድቕን ሓጢኣትን ዘይፍለየሉ ኹሉ ኣብ መከራ ዝነበረ ጉልበት እንዳሃለወ ደካማ ፈላጥ እንዳሃለወ ድንቁርና ጻድቅ ክኸውን እንዳሃለወ ሓጥእ ኮይኑ ዝነብረሉ እንካ ኣዳም ዘይተኣዘዞ በሊዑ ምስ ተረገ ዕፀ በለስ በሊዑ ምስ ወደቐ ናይ ኣዳም ሰውነት ቆሽሽ ነሩ። ክርስቶስ ደኣ እሞ ካብ ሰማያት ዝመፀ ከመይ ኢሉ እዩ ካብ ሰማያት መፅኡ ቃል ቃል ስጋ ኮነ ቀዳሚ ቃል ወእቱ ቃል ቃል ስጋ ኮነ ዮሃንስ ምዕራፍ ሓደ ቀዳሚሁ ቃል እቲ ቃል ስጋ ኮይኑ ምሳና ተዋሂዱ ናይ መን ስጋ እቲ ቃል ኢየሱስ ክርስቶስ እዩ ወልድ ቃል እዩ መንፈስ ቅዱስ እስትንፋስ እዩ እግዚኣብሔር ልቢ እዩ ስለዚ እቲ ቃል ምስ ወረደ ናብ ድንግል ማርያም እሻቡ ስጋ ኮይኑ ካብ መን ስጋ ኮይኑ ካብ ድንግል ማርያም ናይ መን መን እዩ ዝሓምም ዘሎ ናይ ድንግል ማርያም ስጋ እዩ ዝሓምም ዘሎ ናይ ድንግል ማርያም ስጋ እዩ ዝግረፍ ዘሎ መን ደጭቃ ኣዳም እንታይ ስለ ዝገበሩ ሓሙሽተ ሽሕን ሓሙሽተ ሚእትን ኣብ ጥፍኣት ነሮም ነዛ ዝጥፍኣት እዚኣ ነዛ ሓጢኣት እዚኣ ነዛ እስር ቤት እዚኣ ንኸድሕን ነዛ ድንቁርና እዚኣ ነታ ጸልማት እዚኣ ከብርህ ኢየሱስ ክርስቶስ ካብ ድንግል ማርያም ስጋ ለቢሱ ተወሊዱ ሰላሳን ሰለስተን ዓመት ኣስተምሂሩ መጨረሻ ኣብ ቀራንዮ መስቀል ኣብ ኢየሩሳሌም ኣብ መስቀል ውዒሉ እቱ ዝነበረ ናይ ሓጢኣት ስራሕቲ ብምሉእ ብስጋና ንሕና ዘጥፈናዮ ስጋ ለቢሱ ኣብቱ ናይ ወንጀለኛ መቕፅዕ መስቀል ተጣቢቑ ተሰቒሉ ሳዶር፣ ኣላዶር፣ ዳናት፣ ኣድራር፣ ሮዳስ ዝበሃሉ ዓበይቲ ምስማር ኣብ ኣርባዕተ መሓውር ተወጊኡ ኣብ ጎኑ፣ ኣብ ኢዱ፣ ኣብ እግሩ፣ ኣብ ልቡ ሓሙሽተ ዓበይቲ ምስማራት ተወጊኡ እቱ ናይ መቕፅዒ ወንጀለኛ ዝነበረ መስቀል ህይወት ናይ ህይወት መድሓኒት ክኸውን ኢየሱስ ክርስቶስ ቀራንዮ መስቀል ወዒሉ ካብቲ ቀራንዮ መስቀል ወሪዱ ናብ መቃብር ኣትዩ ካብ መቃብር መግነዝ ክፈቱ ፍትሑለይ መቃብር ክፈቱለይ ዘይበለ ኣብ መበል ሳልሳይ መዓልቲ ዓርቢ ወሪዱ ተቐቢሩ ቀዳም ሲኦል ክብርብር ወዒሉ ሰንበት ለይቲ ሽዱሽተ ሰዓት ክርስቶስ ካብ መቃብር ተስዩ ሕዚ መን እዩ ዝትስእ ዘሎ ሕዚ እውን ስለ ቃሉ ዝተባረኸን ዝተመስገነን ይኹን እሞ መን እዩ ዝትስእ ዘሎ እቲ ዝቆሸሸ ስጋና መን እዩ ዝባረኽ ዘሎ? እቲ ዝሓጠየ ስጋና። መን እዩ ዘድሕን ዘሎ? እቲ ናይ ሓሙሽተ ሽሕን ሓሙሽተ ሚእትን ዘመን ናይ ጥፍኣትን ናይ ጸልማትን ስራሕ ዝሰርሕናዮ ብምሉኡ ኢየሱስ ክርስቶስ ኣብ ወንጀለኛ መሲሉ ናህና ስጋ ለቢሱ ኣብ ቀራንዮ መስቀል ውዒሉ ናህና ስጋ ሒዙ መቃብር ወሪዱ እስካብ ዓሰርተ ሓደ ሰዓት ዓርቢ ኢየሱስ ክርስቶስ ብሰውነቱ ሰሪሑ ኣብኡ ንባዕሉ ዮሃንስ ወንጌል ምዕራፍ ዓሰርተ ትሽዓተ እንረኽቦ ሃይለ ቃል ይብየ ተፈጸመ ኩሉ እቲ ናይ ስጋ ጉዕዘይ ክስካዕ ሕዚ ናይ ሰባት ስጋ ለቢሰዮ ብሰውነተይ ዝነበርክዎ ብምልኡ ዓሰርተ ሓደ ዓርቢ ተፈጺሙ እስካብ ሻው እንታይ ይጽሊ ነሩ ይሰግድ ነሩ ይፈናቐል ነሩ ይስደድ ነሩ ኮታስ እንበለ ሓጢኣት ናህና ስራሕ ብምሉኡ ሰሪሕዎ ነዚ ይሕሊፉ እዩ ትንሳኤ ኢልና ነኸብር ዘለ ስለዚ እዚ ዝኾነ ኣምላኽ ካባና ስጋ ዝለበሶ ስለ ተቐበረ ሞይቱ ኢየሱስ ኣብ መቃብር ኣሎ ኢላ ማርያም መግደላዊት ከይዳ ኣበይ ኣሎ ኢላ ክትጥይቕ እንተላ እዋ እንታይ ኢኽን ትገብራ ዘለኽን ናብ ርእስና ክንምለስ እንታይ ኢኽን ትገብራ ዘለኽን እቲ ህያውስ ኣብቶም መንጎ ሙታን ትደልዩ ኣለኽን ንስኩ ህያው እዩ ሙት ኣምላኽ እዩ ምክንያቱ ዝመውት ኣምላኽ ኣይኮነን እያ እቲ ኩለይ ስራሕ ዘሎ ናህና ሰውነት ይሰርሕ ዘሎ ናህና ሰውነት ይመከራ ዝረክብ ዘሎ ናህና ንናህና ሰውነት ንምድሓን ንናህና ህይወት ንምብራኽ ንናህና ጸልማት ንምብራህ ደኣ ይመከራ ዝረክብ ዘሎ ኢየሱስ ክርስቶስ እምበር ኢየሱስ ክርስቶስ ዝመውት ኣይኮነን ነቲ ህያውስ ኣብቶም ናይ ምውታን ቦታ ትደልዩ ኣለኽን ትኽክለኛታት ኣይኮንክን እሱ የለን ተስኡ እዩ ተሲእሉ። ኢየሱስ ክርስቶስ ተጨናኒቐን ምስ ረኣየን ኪዳ ንደቀ መዛሙርቱ ንገርኦ ሕዚ እውን ክቕድመኪን እየ ናብ ገሊላ ከድክን ንገርኦም እዩ ዝብል ከድክን ንገርኦም ክሓልፍ እየ ናብ ገሊላ ንደቀ መዛሙርቱ እስሮም ዝብል ናይ መጀመርያ ብስራት ዝረኣየት ማርያም መግደላዊት እዩ ምክንያቱ ናይ ሓጢኣተኛ መድሓኒ ዝኾነ ኢየሱስ ክርስቶስ ካብተን ሓጢኣተኛ ትበሃል ሓንቲት ማርያም መግደላዊት እዩ ናይ መጨረሻ ሓጢኣታ ተደምሲሳ ጻድቕ ናይ መጀመርያ ናይ ኢየሱስ ክርስቶስ ብስራተ ወንጌሉ ዮሃንስ ወንጌል ምዕራፍ ዕስራ እውን ንረኽቦ ዘበሰረት ንሳ እያ ኢየሱስ ክርስቶስ ምትስኡ መጀመርያ ዝረኣየት ድሕሪ እንታይ ኢልዎ ኢየሱስ ክርስቶስ እዚ ናይ ማርያም መግደላዊት ብስራት መጀመርያ ዝረኣየቶ ኩሉ ግዜ ትንሳኤ ብዓለም እንዳተነበበ ክነብር ሕዚ ሰሙን እዚ ካብ ፅባሕ ካብ ሎማዓንቲ ለይቲ ጀሚሩ እዚ ሰሙን እዚ ብምሉእ ዝንብበብ ናይ ማርያም መግደላዊት ተኣምር ኣብ ዮሃንስ ወንጌል ዘሎ ኢየሱስ ክርስቶስ ዝሰርሖ እያ ትናገር ስለዚ እዚ እዩ እዚ ናይ ትንሳኤ በዓል ክነኽብር እንተለና ብከምዚ ዝበለ እዩ ዘይመውት ኣምላኽ ዝሞተልና ዘይሳቐ ኣምላኽ ዝተሳቐየልና ኣብ መከራን ኣብ ፍርሕን ኣብ ጭንቅን ዝነበርና ህዝቢ ነፃነት ዘእወጀልና በዓል እዩ እዚ ትንሳኤ እንታይ እዩ ትንሳኤ ህሊና ትንሳኤ ልቦና ተስፋ ብርሃን ህይወት እዩ ህይወት ክህብ ህይወት እዩ ህይወት ሂቡ ህይወትና የድሒኑና ሞይቱ ሞትና ስዒርዎ ቆሲሉ ናይ ሓጢኣት ቁስልና ፈዊስዎ ሓፂብዎ ስለዚ ትንሳኤ ክነኸብር እንተለና ናይ ተሓጓስ በዓል እዩ ናይ ተስፋ በዓል እዩ ናይ ነፃነት በዓል እዩ ናይ ተስ ኣብዚ ዓለም እዚ ነፃነት እንትበሃል ተሎ ገደብ ኣለዎ ኣብዚ ዓለም እዚ ውህብቶ እንትበሃል እንተሎ ገደብ ኣለዎ ኣብዚ ዓለም እዚ ናይ ግዚኡ ውህብቶ ተባሂሉ ብግዚኡ ብተፈላለየ መንገዲ ገደባት ኣለዎ። ናይ ኢየሱስ ክርስቶስ ውህብቶ ግን ዘለኣለማዊ እዩ። ሕዚ ፍጹም ድሒንና እኮ ኢና። ፍጹም እኮ ኢና ድሒንና። ሕዚ ሓደ ሓደ ዘይተረድእና ኣብ በዓልትና ንሰርሖም ሓጢኣት ዝሞትና እዩ ዝመስለና። እሱ ናይ ባዕልትና ሓጢኣት ብንስሃ ንሕጸበሉ ደኣ እምበር ኢየሱስ ክርስቶስ ንሓደን ሓደን ግዜ ኣብ ቀራንዮ መስቀል ውዒሉ መቃብር ወሪዱ ተሲኡ ወተንሥኣ እግዚኣብሔር ከመ ዘንቅሐ እምንዋም ተባሂሉ ተሲኡ ኩሉ መከራና ደምሲስዎ እዩ። ዝተፈላለየ ከጋጥመና እንተሎ ፈተናታት ኣብቱ ናይ ኢየሱስ ክርስቶስ መንገድን ጉዕዞን እንተኣቲና ናይዙ ሕዚ በኣና ዝመጽእ መከራታት ኩሉ ንእሽቶ እዩ። ብሓይሊ እግዚኣብሔር ቀልልቲ እዮም ብሓይሊ እግዚኣብሔር ንእሳት እዮም ብሓይሊ እግዚኣብሔር ብተወሰነ ግዜ ክስተኻኸል ዝኽእል እዩ ስለዚ እዚ ዕለት እዚ ክነስታውስ ተለና ኢየሱስ ክርስቶስ ዝጸልመቶም ሰባት በርሂሎም ዝጠመዩ ሰባት ጸጊቦም ነፃነት ዝሰኣኑ ሰባት ነፃነት ረኺቦም ኣብ እስር ቤት ዲያብሎስ ዝበሃል መራሒ ኣሲርዎም ዝነበሩ ካብ እስር ቤት ወፂኦም ታይ ረኺቦም ፍፁም ብርሃን ፍፁም ነፃነት ፍፁም ታሓጓስ ዝረኸብሉ ዕለት እዩ ዝጠመዩ ኹሎም ዝፀገቡሉ ዕለት እዩ ለዚ እንታይ ይበሃል ናይ ደስታ ዛቲ እለት ንትፈሳ ወነትሃሰይ ባቲ ነብየ እግዚኣብሔር ዳዊት እዛ ዕለት እዚኣ ኩሌና ንተሓጎስ ኩሌና ንደሰት ፍርቁ ዝሓዝን ፍርቁ ዝሕጎስ ክኾን የብሉን ንኹሉ እዩ ተስኢሉ ንኹሉ ንዓለም ኩሉ እዩ ንዓለም ኩሉ እዩ ዝብል ናይ ቤዛ ቤዛ ዓለም ክኸውን ኢየሱስ ክርስቶስ ሞይቱ ተስኡ እዩ ዝብል ስለዚ ንኹሌና እዩ ብማዕርነት ገሩ እግዚኣብሔር ኣምላኽና እዛ ነፃነት እዚኣ ዝሃበልና እዩ በዓለ ትንሳኤ ክነኽብር እንተለና እዚ በዓል እዚኡ ኢና ንሓስብ እንድሕር እዚ ኮይኑ ታሪኹ እንድሕር እዚ ኮይኑ ናይ እግዚኣብሔር ሓይሉ እንድሕር እዚ ኮይኑ ናይ እግዚኣብሔር ኣድሓንነቱ እንድሕር እዚ ኮይኑ ናይ እግዚኣብሔር ውህብቶ ነፃነት ዲሞክራስነት እንድሕር እዚ ኮይኑ ንሕናኸ እንታይ ኣለና? ንሕናኸ ከመይ ኣለና? ስድራ ንመርሕ ኣለና፣ ቤተ ክርስቲያን ንመርሕ ኣለና፣ ዝተፈላለየ ምሕደራታት ንመርሕ ኣለና፣ ከም መንግስቲ መንግስቲ ዝመርሑ ኣለዉ። ኣብ መሪሕነት ዘለና ሊቀ ካህናት ኢየሱስ ክርስቶስ መራሒ ናይ ዓለም ንጉስ ዝኾነ ኣምላኽ ዝሃበና ቃል ነኽብር ደለና ኣይነኽብር ወይስ ሸለል ኢና ንብሎ ዘለና እግዚኣብሄር ቶሎ ስለ ዘይመጽእ ቶሎ ስለ ዘየርእየና ስርሖ ኣይገድፍን እግዚኣብሄር ኣብዚዩ ሕድሕድና ኩሌህና ኣነ ዝመርሖ ኣነ ክፍትሽ ኣለኒ ስድራ ዝመርሕ ዝወደይ ዛጓለይ ዞም ደቀይ ስድራ እንትትመርሑ እንተለኹም ስድራኹም ክትፍትሹ ይግባኣኩም ከመይ ኹም ትመርሕዎም ንስድራኹም ብነፃነት ዲኹም ብማዕርነት ዲኹም ብደስታ ዲኹም ብተስፋ ዲኹም ደቂ እግዚኣብሔር እግዚኣብሔር ዝሞተሎም እግዚኣብሔር ቤዛ ዝኾነሎም ምዃኑ ተረዲእኹም ዲኹምስ ተጽዕኖ ኢኹም ትገብርሎም ወይስ ሸለል ኢኹም ትልዎ ወይስ ንባዕልትኹም ስለ ዝጠዓመኩም ነቲ ካልእ ህዝቢ ትገድፍዎ ኢኹም ብኸመይ ኢኹም ትርእይዎ ኣብዚዩ ንእገሌ ጠይቑ ንእገሌ ዝገድፎ ኣምላኽ የለን ኣብ ቤተ መንግስት ንሃሉ ኣብ ቤተ ክህነት ንሃሉ እግዚኣብሔር ጠያቂና እዩ ዘይተርፍ ጥያቄ ድማ እዩ ፍርዲ ድማ ይቀርብ ሰማይን ምድርን ይሓልፍ ቃለይ ግን ኣይሓልፍን ሰማይ ትርእይዎ ክሓልፍ እዩ ምድሪ ክሓልፍ እዩ ናይ ኢየሱስ ክርስቶስ ቃል ግን ህያው እዩ ዘለኣለም እዩ ክፈርድ እዩ ኣይሓልፍን እዩ ስለዚ እንድሕር ካብቲ ዝደሓንናሉ ቦታ ወጺእና፣ እንድሕር ካብቲ ነጻነት ዝሃበና እግዚኣብሄር ነጻነትና ረሲዕና፣ እንድሕር ናብቱ ዝራህርሃልና ኣምላኽ ራህሪሁልና ቤዛ ዝኾነልና ንንመርሖም ህዝቢ፣ ንንመርሖም ኣካላት፣ ንንመርሖም ውላድ እንድሕር ቤዛ ዘይንኾነሎም ኮይንና፣ ሓገዝ እንድሕር ዘይንህቦም፣ እንድሕር ናታቶም መከራን ሽግርን ዘይርድኣና እንተኾይኑ ተጠየቕቲ ኢና። ተጠየቕቲ ኢና። እንድያው በዚ ኣንቱም ትመርሑ ዘለኹም ሰባት ናይዞም ትመርሕዎ ትመርሕዎም ዘለኹም ሰባት ደም ኣብ ኢድኩም ክጥይቐኩም እየ ዝብለና። ይገርመኩም ህዝቅኤል ኣብ ኢድኩም ክጥይቐኩም እየ ኣብ ኢድኩም እታ ድ- ናታቶም መከራን ሽግርን ደም ኣብ ኢድኩም ክጥይቐኩም እየ ኣብ ኢድኩም ክረኽባ እየ እዩ ዝብል። ብደም ኢና ክንጥየቕ። ኣብ መሪሕነት እንቕመጥ ታብዛ ንእሽተይ ሓንቲ ገዛ ስድራ ምምራሕ ጀሚራ ዓለም ኩሉ ብኽልቲኡ ብመንፈሳዊ ይኹን ብመንግስታዊ ይኹን ብምልኡ ተጠያቕነት ኣለና እዚ እንታይ ኢና ክንገብር ዘለና ካብዚ ተጠያቕነት እንድሕር ኣውፅእና ካብዚ ተጠያቕነት እግዚኣብሔር ኣድሒኑና ኣውፅእና ነፃ ገሩና እንድሕር ንብል ኮይና ነፃነት ኣለና ድንሕና ብነፃነት ደንጓዓ ዘለና ህዝብና ነፃነት ኣለዎ ዶ ኣብ ናይ ሃይማኖትና ኣመራራሕ ነፃነት ኣለዎ ዶ? ኣብ ናይ መንግስቲ ኣመራራሕ ነፃነት ኣለዎ ዶ? ወይ ንጭቁኖ ኢና እቲ ህዝቢ? ወይ ነሸግሮ ኢና እቲ ህዝቢ? ቅድሚ ኩሉ ልዕሊ ኩሉ እግዚኣብሔር ዝሃቦ ነፃነት ኣለዎ እቲ ህዝቢ። ማንም ክወስደሉ ዘይኽእል፣ ማንም ክሕድጎ ዘይኽእል እግዚኣብሔር ዝሃቦ ሰብኣውነት ክብሪ ኣለዎ እቲ ህዝቢ። ነኽብሮ ዶ? እዚ ክብለኩም እንተለኹ ደቂ እግዚኣብሔር ከም ኣጋጣሚ ኣነ መድረኽ ስለ ዝሓዝኩ ይዛረብ ስለ ዘለኹ እዩ እምበር ኣነ እውን ተጠያቂ እየ ኣነ እውን ተጠያቂ እየ በቲ ህዝቢ ዝጠመየ ህዝቢ ኣለና ዝዓረቐ ህዝቢ ኣለና ዝተጨናነቐ ህዝቢ ኣለና ሰፈር ዝሰኣነ ህዝቢ ኣለና ገዝኡ ዝተሓደገ ህዝቢ ኣለና ዝጠመየ ህዝቢ ኣለና ስለዚ ነቲ ህያውስ ኣብቲ መንጎ ምውታ ናይ ትድለየኦ በለ እቲ ህያው ዝኾነ ኣምላኽ ግን ኣለና ተስፋ ከይትቆርጹ ናይ ታሕጓስ መዓልቲ እዩ ናይ ደስታ መዓልቲ እዩ ሎማዓንቲ ተተጨኒቕና ጽባሕ ሰላም ገብረልና ይኽእል ሎማዓንቲ ተጠጠሚና ጽባሕ ምሳሕ ከቕርበልና ይኽእል ጎይታ ሎማዓንቲ ተስፋ እንተቆሪጽና ጽባሕ ተስፋ ክህበና ይኽእል ተስፋ ዘይቁርጽ ኣምላኽ ኣለና ጽባሕ ገዛና ክእትወና ይኽእል ንሰብ ከይትጽበዩ ሰብ ሓላፍነት ይዋጻእ እየ ዝብል ዘለኹ እምበር እግዚኣብሄር ኣለኩም እግዚኣብሄር ኣለና ኣምላኽና እግዚኣብሄር እዩ። ጎይታና እግዚኣብሄር እዩ። ንጉስና እግዚኣብሄር እዩ። መራሒና እግዚኣብሄር እዩ። ደቂ እግዚኣብሄር ኢና። ማንም ነናይ ባዕሉ ስራሕ ይስራሕ እምበር ኣብ ርእሴና ማንም ሰብ ስልጣን የብሉን። ደቂ እግዚኣብሄር ኢና። ሓለቃና እግዚኣብሄር እዩ። መድሓኒትና እግዚኣብሄር እዩ። እግዚኣብሄር እዩ ቤዛ ዝኾነልና። እግዚኣብሄር እዩ ዝሞተልና። እግዚኣብሄር እዩ ናህና ሞት ብትንሳኤኡ ትንሳኤ ዝሃበና። ስለዚ ትንሳኤ ክነኽብር ተለና ዋ እግዚኣብሄር ዝሃበና ነፃነት እንዳተረዳእና ኣብ ኣመራራሕ ዘለና ድማ ናይቲ ንመርሖ ህዝቢ ነጻነት እንዳረኣና ከም ክርስቶስ ኢየሱስ ነጻነት እንዳኣወጅና ዝጸልመቶ ህዝቢ ክበርሃሉ በታ ንኽእላ እንዳሰራሕና ክሕገዝ ዝግብኦ ህዝቢ እንዳሓገዝና ሓሳቡ ድልየቱ እንዳተረዳእና ናይቲ ህዝቢ ድምጺ እንዳሰማዕና እንድሕር ተጓዒዝና እቲ ዝመርሕ እውን እግዚኣብሔር ክባርኾ እዩ እቲ ዝምራሕ ህዝቢ እውን እግዚኣብሔር ክቐድሶ እዩ ኣብ መንጎና እግዚኣብሔር እንድሕር ኣልዩ መን ይነኽኣና ጥምየት ይርሕቕ፣ ጸልማት ይቕንጠጥ፣ ተጽዕኖ ይወጽእ፣ ዲሞክራሲ ይነግስ፣ እግዚኣብሔር ይሕጎስ፣ ህዝብና ጽድቅን ሰላምን ይነብር፣ ኣልሚዑ ይነብር። ስለዚ ብኻሊእ መንገዲ ድማ በዚ ዕለት እዚ ነስታውሰሉ። ኣብ ኣብ ጎረቤትና ዝጠመየ ሰብ ኣለና። ትንሳኤ ክነስታውስ ተለና በኣለ ትንሳኤ ኢየሱስ ክርስቶስ ተሲኡ እዩ ሰላም ንዓኻትኩም ይኹን ኢሉና እዩ ሰላሙ ሂቡና እዩ ናይ ኣለም ሰላም ዘይኮነስ ናይ ጎይታ ሰላም ዝተፈለየ ሰላም ሂቡና እዩ ኣለምማ ምሸት ሰላም ይብለካ ንጎ ጥይት ይትኩሰልካ ቀትሪ ሰላም ይብለካ ድሕሪ ሰዓት ካልእ ዝልእኸልካ ንሶ ይኮነን ኢየሱስ ክርስቶስ እቲ ዝሞተ ዝተሰኣ ኣምላኽና እቲ ትንሳኤ ነኽብረሉ ዘለና ኣምላኽና ሰላም ንዓኻትኩም ይኹን እንትብል ተሎ ዘለኣለማዊ ሰላም ይህቡና ዘለኣለማዊ ፍቕሪ ይህቡና፣ ዘለኣለማዊ ነጻነት ይኣውጁልና። መን? ኢየሱስ ክርስቶስ። እቶም መስቀል ስሌና ኢሎም መስቀል ዝወዓለልና፣ መቃብር ወሪዱ፣ ሲኦል ወሪዱ፣ ናይ ዲያብሎስ ሓይሊ ዘድከመ፣ ናይ ኣጋንንቲ ሓይሊ ዝቐጥቀጠ፣ ፍጹም ብርሃንን ሰላምን ዝሃበ ኢየሱስ ክርስቶስ ሰላም ይሁንና እዩ። ስለዚ እንድሕር እዚዩ ደስ ነስታውስ ኮይንና እንድሕር እዚዩ ተረዲኡና በዓለ ትንሳኤ እንትነኽብር ተለና ኣብ ገዛና ኣረጋውያን ኣለዉ ዶ ኣብቲ ከባቢና ደቀን ዝሰኣና ኣዴታት ኣለዋ ዶ? ደቀን ዝሰኣኑ ኣቦታት ሽማግለታት ኣለውና ዶ? ክዳን ዝሓፅበሎም ዝሰኣኑ፣ ሰሚ ዝቕይረሎም ዝሰኣኑ፣ ምሳሕ ዝህቦም ዝሰኣኑ ኣለዉ ዶ ኣብቲ ከባቢ? መቸን የለውን ኣይትብሉን ኣለዉ ኣለዉ ኣንኳይ እንዶ ሕዚ ኣንኳይ እንዶ ሕዚ ብብዙሕ መከራ ህዝብና ደቂቑ ብብዙሕ መከራ ህዝብና ተንገላቲዑ ተበታቲኑ ዓለም ኩሉ ግዜ ተፈራረቐት እያ ዝሰኣነ ኣሎ ዝረኸበ ኣሎ ስለዚ እቶም ኣብቲ ጎረቤትና ዘለዉ ኣረጋውያን ታፍታ ዝረኸብናያ ክነካፍሎም ይግባእ ታፍታ ዝረኸብናያ ክነካፍሎም ይግባእ እቶም ኣቦ ነደን ስኢኖም ህፃናት ኣብቲ ጎረቤትና ዘለዉ ናይ ናይ ካሊእ ገዛ እንዳቋመቱ ዝውዕሉ ህፃናት በየፅርጊኡ ዘለዉ እንተገደደ እኳ ንኹሉ ግዜ እኳ ዝግባእ እንተኾነ እንተገደደ ግን ትንሳኤ ኣብ ገዛና ክንውዕሎ ንገብር ኣለና በቢ ንኽእሎ ክልተ ዝኽእል ሓደ ዝኽእል ሰለስተ ዝኽእል ካብኡ ንላዕሊ ዝኽእል ኣብ ተፈናቀልቲ ዘለው ህዝብና ክንጉብንዮም የድልየና ክንከዶም የድልየና ክነካፍሎም ይግባኣና ብሕልፊ ሰብ ጸጋ ዝኾንኩም እግዚኣብሔር ጸግኡ ዘብዝሓልኩም ዝወሃብ ዘለኩም እዞም ተፈናቀልቲ ከይድና ክንሪኦም ይግባኣና ኣብነት ትምህርቲ ቤት በየኣብያተ ክርስቲያናት ኣሎ ክሰርሑ እንዳኸኣሉ ዘይሰርሑ ክህፍትሙ ዘይኽእሉ ሃፍቲ ይትረፈና ናይ ኦርቶዶክስ ቤተ ክርስቲያን ክትደክም የብላን ቅኒኣ ድጎኣ ቅዳሴኣ መጻሕፍታ ሃዲሳ ቡሉያታ ክንመሃር ኢና ኢሎም ጠምዮም ዝመሃሩ ኣለዉ ኩሉ እንዳኸኣሉ ጠምዮም ንህዝቢ ኢሎም ንዓዲ ኢሎም ከፊሎም ዝመሃሩ ኣለዉ ነዚኣቶም ምጉብና የድልየና ከድና ምሳሕ ክንብሎም ይግባእ እንተገደደ ዛትንሳኤ ዛትንሳኤ ምክንያቱ ናይ ተሓጓስ ኩሌና ሓደ ኮይና ክንውዕል ምእንቲ ኩሉ ተሓጒሱ ክውዕል ምእንቲ እዚኣቶም እንድሕር ገርና በየ ሆስፒታሉ ዘለዉ ኣካላቶም ዝጎደሉ ኣብ ሕማም ዘለዉ ኣብ ተፈላለዩ ዘለዉ ሽግረኛሃት እንዳረኣና እንድሕር ኣብዒልናየ በኣለ ትንሳኤ እውነት ከምቲ ልቢ ኣምላክ ዳዊት ዘሎ ዛቲ እለት ንትፈሳ ወነትሃሰይባቲ እዛ ዕለት እዚኣስ ደስ ክብለና ይግባእ ነጻነት ኣውጽኡና እዩ እግዚኣብሄር ነጻነቱ ሂቡና እዩ እግዚኣብሄር ሰላም ናይ ዓለም ሰላም ዘይኮነ ናይ ክርስቶስ ሰላም ሰላምታ ናይ እግዚኣብሄር ዝተቐበልናላ ዘይትሕደግ ሰላምታ ዘይትውሰድ ሰላምታ ዝረኸብናላ ሰላም ዝተኣወጀላ መዓልቲ ትንሳኤ ስለ ዝኾነት ትንሳኤ ክነኸብር ተለና በእውነቱ ዝተሸገረ እንዳረኣና ትሕዩ ዝቆጸርክዎም ኣብ ሽግር ዘለዉ ኣካላት እንዳራእና እንተኮይና እንታይ ኣብዒልና ኣለና ትንሳኤ ኣብዒልና ኣለና ብናይ መን መንገዲ ከይድና ኣለና በቱ ናጻ ዘውጻና እግዚኣብሄር በቱ ዝተሳኣልና እግዚኣብሄር በቱ ሰላም ዝሃበና እግዚኣብሄር ከይድና ኣለና ስለዚ እንድሕር እዚ ገርና ፍጹም ሰላም ትንሳኤ ኣኽቢርና ኢና ንብል እዚዩ እንድሕር ገርና ድማ እግዚኣብሄር ይሕጎሰልና እግዚኣብሄር ተተሓጒሱ ድማ በረከት ምሳና ኣሎ ገዛና ኣሎ ለዚ እዚ ኩሉ ይህና እግዚኣብሄር ኣምላኽና ናይ ፍቕሪ፣ ናይ ሓድነት ኺገብረልና። ሕዚ እውን ብድጋሜ ኣብቲ መእተውየይ ከም ዝበልክዎ፣ ዅሉ ዚከኣሎ ኣምላኽ፣ ኵሉ ዚከኣሎ እንዳ ሃለወ፣ ሞይቱ፣ ኣብ መስቀል እውን ውዒሉ፣ ሞይቱ መቓብር ወሪዱ፣ ካብ መቓብር ተሲኡ፣ ናህና መቓብር ዝኸፈተ፣ ናህና ሞት ዝሰዓረ፣ ናህና ሕማም ዝሓመመ፣ ናህና እስር ቤት ዝፈትሐ፣ እግዚኣብሄር ኣምላኽና ንህዝብና እንካብ ስነ ልቦና እስር ቤት፣ እንካብ ስነ ልቦና እስር ቤት፣ እንካብ ተስፋ ምቝራጽ፣ እንካብ ሓሪሱን እንደፍሪሱን ዝበልዕ ህዝቢ ተኣሲሩ ኣብ ጽላል መጽለሊ ስኢኑ ኣብ ፕላስቲክ ዝውዕል ዘሎ ህዝብና ነጻነት ረኺቡ ገዝኡ ዝኣተሉ ገዝኡ ኣትዩ ሓሪሱ ነጊዱ ዝነብረሉ ደቅና ተምሃሮ ትምህርቲ ስኢኖም ተኣኪቦም ኣብ ሓዘን ዝውዕሉ ዘለዉ ዘይተኣከቡ ድማ ተበቲኖም ባሕሪ ዝበልዖም ዘሎ ደቅና ኩሎም ተኣኻኺቦም ከምቲ ነጻ ወጺና ኢልና ነኽብሮ ዘለና ናይ ዓድና ነጻነት ንሰምዓሉ፣ ናይ ዓድና ሰላም ዝበዝሓሉ፣ ንዓለም ኩሉውን ብዓለም ዝስማዕ ኩሉ መከራውን ሰላም ዝወርደሉ በኣለ ትንሳኤ እቶ ዓብይ በኹሪ በዓል ዝኾነ ትንሳኤ ስለ ዝኾነ እዚ በዓል እዚ ክነኽብር ተለና እዚኣቶም ዳሓሰብና ኢና ነኽብር እሞ እግዚኣብሔር ኣምላኽና ሰላም ንዓድና ፍቕርን ሓድነትን ንህዝብና ንዓለም ኩሉ ይቅርታ ምሕረት ይሃበና ናይ በረከት በዓል፣ ናይ ሰላም በዓል፣ ናይ ፍቕሪ በዓል፣ ናይ ምክእኣል በዓል፣ ናይ ነገር ኩሉ እንዳኸኣልና ንሻገረሉ በዓል ክገብረልና እግዚኣብሄር ቅዱስ ፈቓዱ ይኹን። ደቀይ እውን እግዚኣብሄር ይባርኽኩም። ንህዝብኹም መልእኽቲ ክሓልፍ ኢልኩም ናብዙይ ብምምፃእኹም ኣነ እውን ብጣዕሚ ብስም እታ ቤተክርስትያን ኮይነ ከመስግነኩም ይደሊ። የቐንየለይ። ደሓን ወዓሉ። እንኳዕ ኣብፀሓኩም፣ እንኳዕ ኣብፀሐና ን ክልተ ሽሕን ዓሰርተ ሸሞንተን ዓመተ ምህረት በኣለ ኢየሱስ ክርስቶስ በኣለ ትንሳኤ።

እንቛዕ ንበዓለ ትንሳኤ ፋሲጋ ክልተ ሽሕን ዓሰርተ ሸሞንተን ዓመተ ምህረት ብህይወት ኣጽነሐካትኩም ኣጽነሐና። ንዝሞቱ ኣብ ገነት የዕርፈልና፣ ንዝሓዘኑ ምጽንናዕ ይዓድለልና፣ ንዝሓመሙ ፈውሲ ምሕረት የውርደልና። ናሽቶትና ብጥዕና ይዕበዩልና ዓበይትና ብሰላም ይተሓለውልና እኒሆ ኣርባዓ ጾም ወዲእና ሰሙነ ሕማማት እውን ፈጺምና ናብ በዓለ ፋሲካ ትንሳኤ መድሓኒና ጎይታና የሱስ ክርስቶስ በጺሕና ኣሎና ክብርን ምስጋናን ኣምልኾን ናኡ ይኹን እዚ በዓል እዚ ካብቶም ዓበይቲ በዓላት ቤተ ክርስቲያና ክርስትና ሓደ እዩ። ዓርቢ ስቕለት መዓልቲ ስቃዩን መከራኡን ሕማማቱን ድኻሙን ኢና ዝረኣና። እዚ ከዓ ምስ ናይ በዓልትና ዕለታዊ ፀጋማትና ኢና ርኢናዮ። ፅባቄኡ ዓርቢ ስቅለት መወዳእታ ኣይኮነን ሞይቱ ተቀቢሩ ብምትንሳኡ ንዓርቢ ስቅለት ምስጢር ኣብ በዓለ ፋሲጋ ኮይና ኢና እንርድኦ በዓለ ፋሲጋ ኮይና ዓርቢ ስቅለትን ክንቋመትን ከሎና እቲ ዘሸነፈ ሞት ዘይኮነ እቲ ዘሸነፈ ሸይጣን ዘይኮነ እቲ ዘሸነፈ መከራ ዘይኮነ ኣሸናፊስ ክርስቶስ እዩ ምክንያቱ ሞት ሓሊፍካ ህይወት ኣሎ ሞት ከላ እዩ ካብ ሓደ ከላ ሓሊፍካ ግን ካልእ ህይወት ኣሎ ካልእ ከላ ኣይኮነን ንጽበ ምእንቲ እዙይ ስቓይና ኩሉ ምስ ናይ ክርስቶስ ስቓይ ብምንጽጻር ደሓን ኢና ክንብል ክንክእል ኣሎና። ሓዘና ምስ እኖና እግዝእትነ ማርያም እቲ ረሳ ወዳ ዝሓቆፈት እቲ እንኮ ወዳ ኣብ መቃብር ገዲፋ ናብ ጥራሑ ዝኮነት ገዛ ዝተመልሰት ኣብ እግሪ መስቀል ወዳ ጠጠው ካብ ዝበለት ን ኣዶና ስቃይ ንላዕሊ ኣይኮነን ስቃይና ይኩን እምበር ኣብ ስቃይ ስብእና ስቃይ መድሓኒና ካብ ረኣና ኣብ ዓወት መድሓኒና ኸዓ ዓወትና ክንርኢ ክንዕቅን ኣሎና። ስለዝኾነ እዚ በዓል እዙይ ናይ በይንና ከይንገብሮ በዓል ምዃኑን ዘይምዃኑን ዘይርደኦም ኣብ ስቃይን መከራን ኣብ ሆስፒታል ኣብ ክሊኒካት ኣብ ገዛውቲ ዝሳቀዩ ኣለዉ። ኣብ ስደት ከርተት ዝብሉ ብዙሓት ወገናትና ኣለዉ። ኣካሎም ጎዲሎም ኣብ ስቓይ ዘለዉ፣ ኣላያ ይሰኣኑ ሽማግለታት፣ እረ ዝገደደ ብሕጸናት ዝምርሓ ስድራ ምህላውና ኣይንረስዕ። ኣብ ከንዳ ዘለው ወገናትና ኣብ ወሰን ጽርግያ ሕጻናት ሓቒፈን ዘለዋ ኣደታትና ከይንረስዕ። በይንና እነብዕሎ በዓል የለን። እንተዘሎ ኣይናይናን። እቲ ኣብ ዕንጨይቲ መስቀል ዝተሰቕለ ጎይታ ኣብ ልምሉም ዕንጨይቲ ኣብ ሒድሒድ ንሰቕሎ ኣሎና ማለት እዩ። ትርጉም ዘለዎ በዓል ክኸውን እንተኾይኑ፣ ናይ ሓባር ንግበሮ ብኹላኹሉ ጎይታን ካብ እንፈርሖ ነገር ወረ ወዲ ወረ ሓልዩ እቲ ንምነዮ ኣብ ፍትሒ ኣብ ርትዒት ተመሰረተ ሰላም ንኸውርደልና ናይ ፖለቲካን ናይ ሃይማኖት መራሕቲን ከዓ ልቦናን ሕሊናን ክህቦም ግቡእን ዘይግቡእን ፈልዮም ንኽርእዩ፣ እቲ ፈጣሪ ካብኣቶም ዝጽበ ነገር ንኽፍጽሙ፣ እቱ ፈጣሪ ኽንኮነሉ ዝደልየና ኽንኮነሉ ልቦና ይሃቦም። መሊሰ ጽቡቅ በዓለ ትንሳኤ መድሓኒና ጎይታና የሱስ ክርስቶስ ይግበረልና። እዚ በዓለ ትንሳኤ ጎይታና የሱስ ክርስቶስ ትንሳኤ ዓድና እውን ይግበረልና። ትንሳኤ ቤተሰብና ይግበረልና። ኣምላኽ ዝሐሸ ነገር ይፍጠረልና። መሊሰ ጽቡቅ በዓል ብስም ኣብን ወልድን መንፈስ ቅዱስን ሓደ ኣምላኽ ኣሜን ብስም ኣቦን ወድን መንፈስ ቅዱስን ሓደ ኣምላኽ ኣሜን። ስመይ መጋቢ ኣብርሃም ወልደገብርኤል ይበሃል። ናይ ትግራይ ኣብያተ ክርስትያናት ሕብረት ፕሬዚዳንት ኾይነ የገልግል። ብቐዳምነት ንኹሉ ወዲ ሰብ እዩ ጎይታናን መድሓኒትናን ኢየሱስ ክርስቶስ ሞይቱ ንኹሉ ወዲ ሰብ ብፍላይ ድማ ከኣ ንኣመንቲ ክርስትና እንኳዕ ንትንሳኤ በዓል ጎይታናን መድሓኒትናን ኢየሱስ ክርስቶስ ኣብፀሐኩም ኣብፀሐና ክብል ይፈቱ ብስመይን ብስም ሕብረት ወንጌላውያንን ኣብ ዘለናሉ ግዜ ክልተ ሽሕን ዓሰርተ ሸሞንተን ጎይታናን መድሓኒትናን ኢየሱስ ክርስቶስ ንደቂ ሰባት በደልን ሓጢኣትን ንምውጋድ ኢሉ ዋጋ ዝኸፈለሉ ግዜ ንምዝካር ኢና ድሕሪ ክልተ ሽሕን ድሕሪ ክልተ ሽሕ ዓመታት ንዝክሮ ዘለና ማለት እዩ። በቢ ዓመቱ ንዝክሮ በዓል እዩ። እዚ በዓል እዚ ካብቶም ንደቂ ሰባት መሰረታውያን ዝበሃሉ በዓላት ሓደ እዩ። ምኽንያቱ ወዲ ሰብ እግዚኣብሄር ምስ ፈጠሮ ከምቲ ፍቓድ እግዚኣብሄር ክመላለስ ዕድል ምስ ሃቦ ካብ ፍቓድ እግዚኣብሄር ወጺኡ ከምቲ መጽሓፍ ቅዱስ ኣብ ዘፍጥረት ምዕራፍ ሰለስተ ካብ ሓደ ክሳብ ቁፅሪ ሽዱሽተ ዘርእየና ሰብ ናቱ ድሌትን ናቱ ፍቃድን ክጅምር ተሎ ንርኢ ካብቲ ናይ እግዚኣብሔር ፍቃድ ወፅዩ ስለዚ እግዚኣብሔር ድማ ፃድቅ ስለ ዝኮነ ምስ ሰብ ከዓ ቅኑዕ ዝኮነ ሕብረት ስለ ዝደሊ ካብ ኤደን ገነት ንሰብ ከባርሮ እንተሎ ግን ተስፋ ከኣ ክህቦ እንተሎ ንርኢ ኣብ ዘፍጥረት ምዕራፍ ሰለስተ ቁጽሪ ዓሰርተ ሓሙሽተ እቲ ዘሰሓሓቶም ተመን ከም ዝቕጥቀጥ ዘርኢ ምልክት ንርኢ ማለት እዩ። ጎይታናን መድሓኒትናን ኢየሱስ ክርስቶስ ከኣ በቲ ትንቢት ቃል መሰረት ንሱ ጻድቕ ቅዱስ ኣምላኽ እናሃለወ ንሰብ ንምድሓን ሰብ ኮይኑ ዝመጸሉ ምዃኑ ንርኢ ማለት እዩ። ሰብ ብባዕሉ ጽድቂ ክገብር ስለ ዘይኽእል፣ ብባዕሉ ነገሩ ከተዓራሪ ስለ ዘይኽእል፣ ናብ ቅኑዕ መንገዲ ክምለስ ስለ ዘይኽእል፣ ዋጋ ኸኣ ክኸፍል ስለ ዘለዎ እንታይ ይብል መጽሓፍ ቅዱስ? ዓስቢ ሓጢኣትስ ሞት እዩ ይብል። ሰብ ሓጢኣት እንድሕር ገይሩ ድሕሪኡ ቀጺሉ ዘሎ ሞት እዩ ዝጽበዮ መንፈሳዊ ሞት እቲ ስጋዊ ከም ዘሎ ኮይኑ ስለዚ ጎይታናን መድሓኒትናን ኢየሱስ ክርስቶስ ንናይ ደቂ ሰባት ሞት ክመውት እዩ መጽዩ ማለት እዩ ኣብ ገላትያ ምዕራፍ ሰለስተ ፍቕዲ ዓሰርተ ከምዚ ዝብል ቃል ንረክብ ማለት እዩ ነቲ ኩሉ ሰብ ሕጊ ሙሴ ዘሎ ዘይፍጽም ዝተረገመ እዩ ዝብል ተጻሒፉ እዩ እሞ እቶም ኣብ ምፍጻም ሕጊ ዝተኣማመኑ ኩሎም ኣብ ትሕቲ መርገም እዮም ሕዚ ግና ጻድቅ ብእምነት ይነብር ከም ዝብሎ ኣብ ቅድሚ እግዚኣብሔር ሕጊ ብምፍጻም ዝጸድቅ ከም ዘየለ ርግጽ እዩ ሕጊ ኣብ እምነት ዝተመስረተ ኣይኮነን እኳ ድኣ ሕጊ እቲ ንሕጊ ብምልኣት ዝፍጽም ብእኡ ህያው ኮይኑ ክነብር እዩ ይብል ኣብ ዕንጸይቲ ዝተሰቐለ ዝተረገመ እዩ ዝብል ጽሑፍ ከም ዘሎ፣ ክርስቶስ ክንዳና ከም ዝተረገመ ሰብ ኮይኑ ካብ ናይ ሕጊ መርገም ተበዚውና። እዙይ ከዓ እቲ በረኸት ኣብርሃም ብክርስቶስ ኢየሱስ ኣብ ኣህዛብ ምእንቲ ክወርድ ንሕና ከዓ ተስፋ መንፈስ ቅዱስ ብእምነት ምእንቲ ክንቅበል እዩ ይብለና። ስለዚ ኣብ ዕንጨይቲ ዝስቀል ዝተረገመ እዩ ክብለና እንተሎ ደቂ ሰባት ብበደልና ናብ መርገም ምስ ኣተና ንዓና ዝግባእ ስቅላት ኢየሱስ ክርስቶስ ስለና መርገም ኮይኑ እተሰቐለሉን ብሕጊ ብምፍጻም ክንድሕነሉ ዘይከኣልና ብእምነት ብጸጋ ንሱ ብዝሰርሖ ስራሕ ክንድሕን ዕድል ዝረኸብናሉ ማለት እዩ በዓል ትንሳኤ ማለት እዩ። በዓል ትንሳኤ ጎይታናን መድሓኒትናን ኢየሱስ ክርስቶስ ከቢድ ትርጉም ዘለዎ እዩ ስለዚ እዚ ንዝቕበሎ እዩ ንዘይቕበሎ ይሰርሕን ነዚ ግብሪ ክርስቶስ ተኣሚኑ ዝተቐበለ ዝድሕነሉ ናይ ዘላለም ህይወት ተስፋ ዝረኽበሉ እዩ ኣብ ሮሚ መርዓፍ ሽዱሽተ ከምዚ ዝብል ቃል ኣሎ ካብ ቁፅሪ ኣርባዕተ ጀሚሩ ወይ ሓሙሽተ ክጅምር ከምዚ ዝብል ቃል ኣሎ እምበኣር ከምቲ ክርስቶስ ብናይ ኣብ ክብሪ ካብ ሙታን ዝተንስአ ከምኡ ከዓ ንሕና ብሓዳስ ህይወት ምእንቲ ክንነብር ብጥምቀት ምስኡ ተቐበርና፣ ሞቱ ብዝመስል ሞት ምስኡ እንተሓበርና፣ ትንሳኤኡ ብዝመስል ትንሳኤ እውን ምስኡ ክንሓብር ኢና። ደጊም ንሓጢኣት ከይንግዛእ፣ እቲ ሓጥእ ሰብነትና ምእንቲ ክሰዓር፣ እቲ ኣረጊት ሰብነትና ምስኡ ከም ዝተሰቐለ ንፈልጥ ኢና። እቲ ዝሞተ ካብ ሓጢኣት ሓራ ወጺኡ እዩ እሞ፣ ንሕና ምስ ክርስቶስ ካብ ሞትና ምስኡ ድማ ብህይወት ከም እንነብር ንኣምን ኢና። እቲ ካብ ሞት ዝተንስአ ክርስቶስ መሊሱ ከም ዘይመውት ንፈልጥ ኢና። ደጊም ሞት ኣብ ልዕሊኡ ስልጣን የብሉን። ንሱ ብሞቱ ንሓዋሩ ሓደ ግዜ ንሓጢኣት እዩ ዝሞተ። ብህይወቱ ግና፣ ንእግዚኣብሔር እዩ ዝነብር። ከምኡ ድማ ንስኻትኩም ኃጢኣት ከይትገብሩ ከም ዝሞትኩም ብኢየሱስ ክርስቶስ ግና ንእግዚኣብሔር ሕያዋን ከም ዝኾንኩም ንርእስኹም ቍጸሩ ይብል ማለት እዩ። ስለዚ ጐይታናን መድኃኒትናን ኢየሱስ ክርስቶስ ስለ ኃጢኣት ደቂ ሰባት ምስ ሞተ፣ ስለ ሓጢኣት ሞይቱ ስለ ህይወት ከኣ ተንሲኡ። ትንሳኤ ነኽብሮ ንዑ እዩ። እቶም ብስሙ ዝኣምኑ ከኣ እቶም ነቲ ግብሪ ክርስቶስ ዝቕበልዎ ንሓጢኣት ከም ዝሞቱ ንጽድቂ ከኣ ንእግዚኣብሔር ንኽነብሩ ምስኡ ከም ዝተንስኡ ርእሶም ክቖጽሩ ከም ዘለዎም እዚ ክፍሊ እዚ ይነግረና ማለት እዩ። ስለዚ ጥቕልል ብዝበለ ጎይታናን መድሓኒትናን ኢየሱስ ክርስቶስ ንናይ ደቂ ሰባት በደል ንምውጋድ ኢሉ ርእሱ ኣምላኽ እናሃለወ ካብ መጠን ንላዕሊ ኣዋሪዱ መርገም ኮይነ መስቀል ንዓና ከድሕን እንተሎ ዋና ዋና ነገራት ኣብኣ ክንርኢ ኢና። ሓደ ናይ ምእዛዝ ህይወት ኢና ንርኢ እግዚኣብሔር ኣብ

ንምእዛዝ እምበ ኣይበለን፣ ክሳዕ ሞት ተኣዘዘ ይብለና ኣብ ፊልጲስዩስ መጽሓፍ፣ ክሳዕ ሞት ተኣዘዘ ይብለና ምዕራፍ ክልተ ማለት እዩ። ስለዚ ምእዛዝ ንርኢ፣ ካልኣይ ኣብኡ ንሪኦ ፍቕሪ ንርኢ፣ ንደቂ ሰባት ዘለዎ ፍቕሪ ንምግላጽ ርእሱ ክሳዕ ሞት ኣወፍዩ ማለት እዩ። ብሳልሳይ ደረጃ ልግስና ወይ ከዓ ምሃብ ርእስኻ ኣሕሊፍካ ምሃብ ኣብ መጽሓፍ ቅዱስ ብጻይካ ከም ርእስኻ ኣፍቅር ዝብል ኣሎ ንብጻይካ ከም ርእስኻ ኣፍቅር ዝብል ኣሎ ኢየሱስ ክርስቶስ ከዓ ፍቕሪ ናይ መለኮታዊ ፍቕሪ ንደቂ ሰባት መግለፂ ዝኾነ ጎይታ እዩ ማለት እዩ ርእሱ ልዕሊ ካልኦት ሰባት ኣይኮነን ፈትዩ ትሕቲ ካልኦት ሰባት ገይሩስ ንሰባት ልዕሊ ማንነቱ ፈትዩስ ክሳዕ ሞት ተኣዚዙ ማለት እዩ። ስለዚ ካብዚ ጭብጢ እዚ ንሕና ኣብዚ ምድሪ እዚ ክሳዕ ብህይወት ዘለና ናይ ምእዛዝ ህይወት ክህልወና፣ ናይ ፍቕሪ ህይወት ክህልወና፣ ናይ ትሕትና ህይወት ክህልወና፣ ናይ ልግስና ህይወት ክህልወና ይምህረና ማለት እዩ። ስለዚ ትንሳኤ ክንሓስብ ተለና ትሕትና፣ ፍቕሪ፣ ምእዛዝ፣ ልግስና ክንሓስብ ይግባእ ማለት እዩ። ስለዚ ንብጻይና ከም ርእስና እንፈትወሉ ዓቕሚ እንድሕር ፈጢርና ሓወይ እናጠመየ ሱቕ ክብል ኣይክእልን፣ ሓወይ እናጸጸመ ሱቕ ክብል ኣይክእልን፣ ሓወይ ኣብ መከራ ኣብ ሕማም ኮይኑ ሱቕ ክብል ኣይክእልን እታ ሕይወት ንሳ ስለእተኻፈልኩ ኸካፍሎ ዝግበእኒ ክገብሮ ዝግበእኒ ክገብር ውሳኔ ኣለኒ ማለት እዩ። ልክዕ ከምኡ ኸኣ ነቲ ፍቓድ ኣምላኽ ንምፍጻም ትሕት ኢልና ክንመላለስ ርእስና ክነኽብር ኢልና ናይ እግዚኣብሔር ፍቓድ ክንጥሕስ ከም ዘይብልና የረደእና ማለት እዩ። ብፍላይ ብፍላይ በተለይ ኣፍታ ልግስናን ኣፍታ ንብጻይካ ከም ርእስኻ ምፍቃርን ምስ ሒዚ ዘለዎ ከም ትግራይ ዘለናዮ ኩነታት ኣተሓሒዘ ክዛረብ ይደሊ። ኣመንቲ ክርስትና ክርስቶስ ጎይታና እዩ እንብል ኩላትና ክንሓስቦን ክንኮኖን ዝግበእና እቲ ካብቲ ዓውደ ግዝኣት ንሱ ወፃኢ ዝኾነ ስለ ዘይተቐበሎ ዘይክምልከቶ ይኽእል እዩ እንታይ ገዲሽኒ ክብለካ ይኽእል እዩ ጎይታ ኢየሱስ ክርስቶስ መድሓንየይን ጎይታይን እዩ ናይ ዓለም መድሓኒት እዩ ኢሉ ዝቕበል ትውልዲ በተለይ በተለይ ኣብዚ ሒዚ እዋን ክንኮነን ዝግበአና ክዛረብ ይፈቱ። ብጻይና ኸም ርእስና ኽንፈቱ የድልየና። እዚ እዛ ሕጊ እዚኣ ዝፍጽም ትውልዲ እንድሕር መጺኡ መን እዩ ሃንግ ክገብር ንሓው? መን እዩ ክደፍራ ንሓፍቱ? ምክንያቱ ከም ርእሱ እንድሕር ብጻይ ዝፈቱ ኮይኑ ተኸባቢርና ናይ ምንባር ዓቕምና ሙሉእ ይኸውን ማለት እዩ። እንድሕር ከም ርእሱ ብጻይ ዝፈቱ ኮይኑ መን እዩ እናጠመየ ሓዲግዎ ሱቕ ክብል? ልግስና ኸኣ እታ ኻልኣይቲ ልግስና ጎይታ የሱስ ርእሱ ተይሰሰዐ ሂቡና ስለዚ ኣብዚ ግዜ እዚ ከኣ ርእስና ክንህብ ኣይንጽዋዕን ዘለና ክንህብ ካብ ዘለና ክነካፍል እዩ ዝግበእና ኩላትና ከም ንፈልጦ ከም ተጋሩ ዘለናሉ ኩነታት ኣሰካፊ እዩ በጀት የለን፣ ናይ መንግስቲ ሰራሕተኛ ደመወዝ የለን፣ ካሽ የለን፣ ፊውል የለን ከምዚ ክንብል ተለና ቀሊል ነገር ክመስል ይኽእል ይኸውን ሰው ኢሉ የለን የለን ክትብል ተለኻ ኣንኢስካ ዝረኣየ ክመስል ይኸውን ይኽእል እዚኦም ግን መሰረታዊ ነገራት እዮም ዘየለዉ ኣባና ከመይ ንነብር ከም ዘለና ኣነ ሓደ ክፋል ተኣምር ናይዚ ዘመን እዙይ ገይረ እየ ዝወስዶ ሰብ ዝኩሉ ነገር ተኸልኪሉ ማርጅናላይዝ ኮይኑ ተገሊሉ ከም ዜጋ ዘይረኣየሉ ዘድልዮ ነገር ከም ዘየድልዮ ዝተቆፀረሉ ግዜ ኮይንና ሕድሕድና እንድሕር ዘይተናቢብናን ዘይተረዳዲእናን፣ ሕድሕድና እንተዘይተሓጋጊዝናን እንተዘይተሓላሊናን ክንሰግሮ ንኽእል ግዜ ኣይኮነን። ስለዚ ብዙሕ ተፈናቓሊ ኣለና፣ ኩላትና ንፈልጦ ኢና። ልዕሊ ሚእትን ኣርብዓን ሽዱሽተን መጽለሊ ጣብያታት ኣለዋ። ልዕሊ ሓደ ሚልዮን ህዝቢ ኣለና እተፈናቐለ። ብዙሕ ግዜ ናብ መዕቆቢ ስደተኛታት ይኸይድ እየ። ሎማዓንቲ ዝጎብነኹዎም ኣረጋውያን ወይ ከዓ ሓይሞም ዝፀንሑኒ ሰባት ድሕሪ ሰሙን ከይደ ይረኽቦም። እኹል ሕክምና ስለ ዘየለ፣ እኹል ምግቢ ስለ ዘየለ፣ ኢሚኒቲ ስለ ዘይብሎም፣ ዝቋቆምሉ ዝፃወርሉ ዓቕሚ ስለ ዘይብሎም ብዙሓት ብዙሕ ምስክርነት ኣለኒ ደጊመ ዘይረኸብኩዎም ሰባት ኣለውኒ። ኣቦታት ኣዴታት ህጻናት ደጊመ ዘይረኸብክዎም ጎብንየዮም ርእየዮም ዝኾነ ነገር ሒዘ ንኽመጽእ ተስፋ ገይረ ምስ ተመለስኩ ዝሓዝክዎ ሒዘ ከይደ ዘይተቐበሉኒ ሰባት ኣለውኒ ምክንያቱ ኣይጸንሑንን ማለት እዩ ስለዚ ብዙሕ ሰብ ይሞተና ኣሎ ነዚ ክንገትኦ ንኽእል ንሕና ኢና ካሊእ ማንም ከም ዘይሓልየልና ፈሊጥና ኣለና ማለት እዩ ስለዚ ኣብኡ ትኹረት ክንገብር የድልየና ማለት እዩ። ብዙሕ ሰብ እዩ ዝጎድለና ዘሎ። እቲ ሓቂ እቲ ክፍታሕ ዝግብኦ ናብ ቦትኦም ክምለሱ፣ ናብ መረበቶም ክምለሱ፣ ናብታ ሓሪሶም ዝወልዕላ፣ ናብታ ሸቂሎም ዝወልዕላ ቦትኦም ገዝኦም ክምለሱ እቲ ቀንዲ ጉዳይ እዩ። ንሱ ንናሓዋሩ ዝሕለፈ ኣይኮነን። ክምለሱ ኣለዎም ግን ክሳዕ ዝምለሱ ደጊመ ደጋጊመ ዝብሎ ሓደ ነገር ኣሎ ክሳዕ ዝምለሱ ክዓርቂ የብሎም ክሳዕ ዝምለሱ ክጠሙ የብሎም ክሳዕ ዝምለሱ ክፀምኡ የብሎም ክሳዕ ዝምለሱ ሓሚሞም ክሞቱ የብሎምን ክፀንሑ ክንዕቅቦ ህይወቶም ክነድሕን ይግበእና እዙይ ከዓ ካብ ክርስቶስ ዝተኸፈልናዮ ህይወት ኣለና ብሓቂ ኣመንቲ እንተኾይና ንሓደ ሚልዮን ዝኸውን ሪሶርስ ኣይንስእንን። ክሳዕ ናብ ቦትኡ ዝምለስ ብህይወት ክጸንሕ መብቱ እዩ። ስለዚ ክንሕግዞ ይግበእና ብበዓል ብበዓል ትንሳኤ ምኽንያት ጌርና ድማ ኽንገብሮ ዝግባእ ኹሉ ምስ ጎረባብትና ምስ ዝተጸገሙ ኣሕዋትና ተኻፊልና ክንበልዕ ጻውዒት ከቕርብ ይደሊ። እግዚኣብሔር ኣምላኽ ህዝቢ ትግራይ ምድሪ ትግራይን ይባርኽ እግዚኣብሔር ይባርኽኩም ብሩኽ በዓል።